ሰላም ሰላም ፃና በለይ ከመይ ዝኾኑ ሰላም ክትሉ በዓል ብተስፋ ጋይስ ዓይኖ እርዳኒ ንውሕ ዝበለ ግዜ ተጣፊእና ኣለና ስፔሻሊ ድሕሪ እቲ ናይ ሓደ ሚልዮን ንገብሮ ዝነበርና ናይ ፈንድድ ቻለንጅ እንደን ፌዝ ቱ ምስ ሓለፍኩ ኣብዚ ሕጂ እዋን ሞር ኣድህቦ ናተይ ኣብ ፔይ ኣውት እዩ ዘሎ ብዛዕባ ፔይ ኣውት ኣብዴት ዝገብረኩም ክኸውን እዩ ጋይስ ባት ሎሚ ብጣዕሚ ደስ ዘብል ኢንትሮ ረኺብና ነርና ሸር ክገብረኩም ዝወሰንኩሉ ምክንያት ከዓ ወዝ ሪዝናብል ሕጂ ኣነ ትሕቲ ኤ ዝህቦ ዓይነት ኢንትሪ ኣለኒ ቢ ዝበሃል ኢንትሪ ብዙሕ ግዜ 0.5 ፐርሰንት ትሕቲ እዩ ሪስክ ዝገብረሉ ኤ ፕላስ ዝበሃል ኢንትሪ ኣለኒ ከምዚ ትሪእዎ ዘለኹም 1 ፐርሰንት ብዙሕ ግዜ ሪስክ ዝገብረሉ ማለት እዩ ኤ ፕላስ ፕላስ ዝብል ብናተይ ናይ ተዘትረይድስ ኮሚኒቲ ክሬት ዝተገብረ ኢንትሪ ሞዴል ኣለና ን ልዕሊ 1 ፐርሰንት ክሳብ 1.52 ፐርሰንት ሪስክ ዝገብረሉ ማለት እዩ ዋላ እኳ ኣብዚ ሕጂ እዋን 0.5 and 1 ፐርሰንት ጥራይ ኣብ ትሬድ ኣብ ምግባር እንተሃለኹ ባት ኤ ፕላስ ፕላስ ክህሉ ከሎ ከዓ ይብለ ሶ ዲስ ኢዝ ኤ ፕላስ ኢንትሪ ብጣዕሚ ጠቃሚ እዩ ዝተወሰነ ትምህርታዊ ክፋላት ሸር ዝገብረኩም ከውን እዩ ሕጂ ቅድሚኡ ኣብ ቴሌግራም ኮሚኒቲ ኣለና ምስ ቪኣይፒ ዘምሃሩ ናትና ማለት እዩ ሕጂ ኣብ ስክሪን ከም ትሪእዎ ዘለኹም ኣብ ተስትሬድስ ኣብዚ ከም ትሪእዎ ዘለኹም መጀመርያ ኣይዲያ ቢልድ ንገብረሉ ኮሚኒቲ ኣለና ንዞም ኣብዚ ትሪእዎም ዘለኹም ልዕሊ ሓደ ዓመት ዝተምሃሩ ኣብ ናተይ ደረጃ ናይ ትሬዲንግ ለቨል ዘለዉ ኣዝዮም ዕውታት ኣብ ፅቡቅ ደረጃ ዝርከቡ ዘለዉ ትሬደራት እዮም ማለት እዩ So ከም ትሪእዎ ዘለኹም ሕጂ እዚኣ መጀመርያ እታ ናተይ ፖይንት ኦፍ ኢንተረስት ናተይ ኣናላይሲስ በዚ መልክዕ ስደሎ ስክሪን ከም ትሪእዎ ዘለኹም እቲ ኣይዲያ ናትና ሊኩዲቲ ወይ ነዛ ቀዳመይቲ ጎልድ ወይ ከዓ ከምዚ ወርቃዊ መስመር ገረላ ዘለኹ ማርኬት ሊኩዲቲ ክወስደልና ደን ንላዕሊ ክወፅእ እዩ ወይ ከዓ ተንተሓተወት ሊኩዲቲ ክወስደልና ደን ንላዕሊ ክወፅእ እዩ ሶ ሕጂ ፖይንት ኦፍ ኢንተረስት ናትና ኣስሚርና ኣለና ፖይንት ኦፍ ኢንተረስት ኣስሚርካ ደን ድሕሪኡ ናበይ ኢኻ ናብ ብኸመይ ኢኻ ናብ ኢንትሩ ተኸይድ ናብ ዝብል ክንከይድና ሶ ብክልተ መልክዕ እዩ ካብ ላዕሊ ንታሕቲ ሾርት ዝገበሩ ነይሮም እዮም ማርኬት ሎሚ ኣብዚ መስመር እዚ ተኸፊቱ ተን ንታሕቲ ሾርት ዝገበሩ ነይሮም ተን ንላዕሊ ከዓ ካልኦት ኣባላት ናትና ባይ ገርና ማለት እዩ ሶ ኣብ መወዳእታ ከም ትሪኦ ዘለኹም እቲ ኢንትሮ ናትና ሰዓት ሰዓት ኣርባዕተ እዩ ዘሎ እዚ ቪድዮ ሪከርድ ኣብ ዝገብረሉ ዘሎ ሰዓት ሸውዓተ ኣሎ ብኣና ናይ ምሸት ሰዓት ኣርባዕተ ቀትሪ እዩ እዚ ቅድሚ ኢንትሮ ናተይ ምእታወይ እዚኣ ኮንፊርሜሽን ተፀቢና ክንኣቱ ምኳና ሰዲዶ ኣለዎም ሕጂ እታ ናትና ኢንትሪ ነዚ ትመስል ከም ትሪእዎ ዘለኹም ባት እንታይ እየ ሸር ክገብረኩም ደልየ ዘለኹ ኣብዚ ትናት ኣባት ኣር ኮሚኒቲ ኦር ካልእ ኣይኮነን ኣብ ኣብቶስ ትሬድስ ሓደ ካብቲ ንሃንፆ ዘለና ወይ ከዓ ኣነ ብዕላማ ንሰርሓሉ ኣለና ኢለ ዝኣምኖ ነገር እንተሃልዩ ኢንስቲቱሽናል ወይ ኦፍ ትሬዲንግ እዩ ኩላቶም ኣብዚ ኣብ ኮሜንት ትሪእዎም ዘለኹም ኣብ ናተይ ደረጃ ዘለዉ እዮም ኣዝዮም ስማርት ዝኾኑ ትሬደራት እዮም ማለት እዩ ኣክቲቭ እዮም ትሬድ ይገብሩ እዮም ኩላቶም ኩላቶም ኳ ዘይበልና ኣትሊስት መብዛሕቶም ፐርሰንተጅ ክትሪኦ ከለካ ትሬድ ይገብሩ እዮም ማለት እዩ ሶ ሕጂ ኣብዚ ከም ትሪእዎ ዘለኹም ኢንትሪ ፖል ዝብላ ኣለና ሕጂ ኣነ ነዚኣ ምስ ሰራሕኽዋ ነዚኣ ከም ትሪእዋ ዘለኹም እዚኣ ኢንትሮ ናተይ እያ ምስ በልክዋ ንሳቶም ከዓ ተመሳሳሊ ማርኬት እዮም ሳይ ትሬድ ዝገብሩ ኢንትሪ ፖል ናይ ምርጫ ኣለና ካብ ትሪእዎ ዘለኹም ካብ ሸውዓተ ትሬደራት ሓሙሽተ የስ ክንኣትዋ ኣለና ኢሎም ደን ብኡ መሰረት ከዓ ን 67 ፐርሰንት ምስ ኮነ ደን ክንኣትዋ ክኢልና ሶ እንታይ እዩ ነቲ ኣነ ዝገበርክዎ መፅናዕቲ ዝገበርክዎ ኣናላይሲስ ከም ኮንፊርሜሽን ንሳቶም ይህቡኒ እንተን ብሓደ ኮይና ትሬድ ንገብር ማለት እዩ እንተ ኣብቲ ናትና ሓሳብ ወይ ኣብቲ ናትና መእተው ተዘይተሰማሚዑ ዝኾነ ሰብ ትሬድ ዘይምግባር መሰል ኣለዎ እዩ ማለት ሶ ደን what happened and finally ከም ትሪእዎ ዘለኹም was uh, amazing ኣብዚ ከባቢ እዚ ምስ በፅሐ ኣነ ኣልሞስት 80 ሚታዊ ዝኸውን ናተይ ፖዘሽን ዓፅየ ኣለኹ ዋን ቱ ስሪ ኣብ ላዕሊ ከዓ ሙሉእ ክሳብ ዝህበና ዝተወሰነ ሚእታዊ ክፅብ ኢና ማለት እዩ ሶ ሕጂ ናብ ቻርት ናትና ክንምለስ ኢና ንምንታይ ኢና ኣትናዮ ካብ ዝብል ኢና ክንብገስ ሕጂ ለሰይ ኣብ ሃየር ታይም ፍሬም ኢኻ ኩሉ ግዜ ኣናላይሲስ ትሰርሕ ያ ኣብዚ ቻነል ተራ ንውሕ ዝበለ ግዜ ፀኒሕኹም ይነውሚ ንዓይ ትፈልጡን ኢኹም ትምህርትታት ናተይ እውን ውሕሪ ፅቡቅ ጌርኩም ተላሊኹም ኣለኹም ማለት እዩ እንተዘይኮይኑ ኣብ ፕለይ ሊስት ኣትኹም ኣብዚ ዩቲብ ማለት እዩ ኣብ ቱቱ ትሬድስ ያ ካልእ ዝተፈላለዩ ሌቨል ሰለስተ ሌቨላት ሰደልኩም ኣለኹ ነዚ ኢንትሪ እዚ ክእትወኩም ዝኽእል ኦር ነዚ ዝዛረቡ ዘለኹ ከረዳእኩም ዝኽእል ተመሃሩ ትኽእሉ ኢኹም ጋይስ ማለት እዩ ሕጂ ሃየር ታይም ፍሬም ኢኻ ትጅምር ሃየር ሶ ሂር ሃየር ታይም ፍሬም ሶ ዋት ኢዝ ሃየር ታይም ፍሬም ኣብ ሃየር ታይም ፍሬም ኣብ ሓደ ሰዓት ኣርባዕተ ሰዓት ዋን ደይ ትገብሮ ኣናላይሲስ እዩ ሶ ሂር ዋን ኣወር ክንመፅእ ኢና ጂ ማርኬት ሎሚ ኦፕን ዝገበርናዮ ስፊር ሎሚ ማርኬት ዝተኸፈተሉ ኣብዚ ትርእይዎ ዘለኹም ኮንሶልዴት ምግባር እዩ ኣብዚ ከባቢ እዚ እዩ ኣበይ ብላ ኣለኹ was here ኣብዚ እዩ ተኸፊቱ ኦኬ ሶ ማርኬት ኮንሶልዴት ገይሩ ንታሓቲ ክወርድ ግን ነይርዎ እዩ ሆነስትሊ ኣብዚ ኮነ ተኸፊቱ ለይቲ ክኸፈት ነይሩ ኣይ ቲንክ ዜሮ ዜሮ ሻርፕ ኣብዚ ከባቢ እዚ ተኸፊቱ ኦነስትሊ ኣብዚ ከባቢ እዚ ተኸፊቱ ሶ ደን ኮንሶሊዴት ኣለና ማርኬት ፉሊ ኮንሶሊዴት ይገብር ነይሩ ኣብ ፎር ኣወር ክንከይድና ንምርዳእ ዝኣክል ማለት እዩ ሕጂ ከምዚ ጌርኩም ተራ ተሪእኹሞ እቲ ማርኬት መጀመርያ ከነፅንዖ ዘለና ወይ ከዓ ኣነ ደፅንዖ ፐርሶናል ናተይ ተመክሮ ሸር ገብረኩም ስለ ዘለዎ ደፅንዖ ማርኬት ናበይ ገፂ እዩ ዝኸይድ ዘሎ ዝብል እዩ ማርኬት ናበይ እዩ ኤክስተርናል ሊኩዊቲ ዝወስድ ዘሎ ናበይ እዩ ኢንተርናል ሊኩዊቲ ዝወስድ ዘሎ እዩ ሕጂ ሎክ ማርኬት ኣብ ታሕቲ ነዘን ኣብዚ ከባቢ ዘለዋ ነዚኣተን ሊኩዊድ እዚኣተን ካብ ዝወስደን ኣብዚ ከባቢ እዚ ብዙሕ ግዜ ሪጀክት ክግበር ኢኹም ኣለኹም ሪጀክት ክግበር ኢኹም ኣለኹም ንኣብነት ኣብዚ ሪጀክት ተገይሩ ኣሎ ዋና ሪጀክሽን ብሎክ ናትና እዩ እዚ ማርኬት ፉሊ ንታሕቲ ወሪዱ ምስ ኣተወ ሪጀክት ዝተገብሮ ንላዕሊ ዝወፀሉ ምክንያት እዚ ሪጀክሽን ብሎክ እዚ ቅድሚኡ ዝነበረ ሪጀክሽን ብሎክ ትሪእዎ ትኽእሉ ኢኹም ኦዝ ሂር ኣብዚ ዘሎ ትሪእዎ ዘለኹም ሪጀክሽን ብሎክ ኢን ማርኬት ንላዕሊ ኣውፅእዎ ሶ እንታይ እዩ እዚ ዘለዎ ማርኬት ኣብዚ 29 ሽሕ ዝኸውን ዘሎ ማርኬት ማለት እዩ እቲ ፉል ናምበር እዩ ፉል ናምበር ከዓ ብዙሓት ኢንስቲቱሽንስ ዝፈትዎ ዓይነት ቁፅሪ እዩ እንተ ብዙሕ ልኩይቲ ዝርከበሉ ቦታ እዩ እውን ዳት ዋዝ ኣወር ኣይድያ ሕጂ ማርኬት ናበይ ገጹ እዩ ዝኸይድ ዘሎ ተልኩምኒ ካብዛ ፖይንት እዚኣ ጀንቢሩ ማርኬት ንላዕሊ ምስባር እዩ ጀንቢሩ ዘሎ ካብዚኣ ቅድሚ ሕጂ ትረይድ ዝገበርና እዚ ካልእ ባት ንታሓት መፅዩ ካብዛ ፖይንት እዚኣ ነዚኣ ምስ ዋን ስዊንግ ምስ ሃበና ኤክስተርናል ሊኩዲቲ ኣይወሰደን ዘሎ ብላዕሊ ማለት እዩ ኣብዚ ኢንተርናል ሊኩዲቲ ማርኬት ኣብ ምፅባይ ዘሎ ሶ ወሪዱ ሪጀክሽን ብሎክ ነርና ፊልድ ኣይተገብረ ፊል ገይርዎ ንላዕሊ ወፅዩ ድሕሪ እንታይ ኣጋጢሙ there is here ኦርደር ብሎክ ኣለና ማለት እዩ ኦር እዚኣ ትወስድዋ ትኽእሉ ኢኹም ኣዝ ኣን ኦርደር ብሎክ ወይ ከዓ ብሬከር ብሎክ ክንወስድ ንኽእል ኢና እዛ እዚኣ ከዓ ስፔሻሊ ምስ ብሬከር ብሎክ እያ ሶ ማርኬት መፅኡ ነታ ብሬከር ብሎክ ናትና ኣኽቢርዋ ንታሕቲ ወሪዱ እዚ ንታሕቲ ክወርድ ከሎ ሉጋየስ ኖርማሊ ዩኤስ 100 እንተ ትሬድ ትገብሩ ተኾንኩም ን ማርኬት ኢንተርናል ሊኩዲቲ በዚ ዘኽብር ዘሎ ን ንታሓቲ ኢኻ ኤክስተርናል ሊኩዲቲ ታርጌት ክትገብር ክትብሉ ትኽእሉ ኢኹም ኦር ትፅቢት ክትገብሩ ትኽእሉ ባት ኣት ደ ሴም ታይም ናብ ዩኤስ 500 ከይከድኩም ኣናላይሲስ ክትሰርሑ የብልኩምን ናይ ዩኤስ 100 ዩኤስ 500 ኣገዳሲ እዩ ዩኤስ 500 ግን ነዚ ተፈጢሩ ዝነበረ ምትሓት ናይ ምውራድ ማርኬት ማለት እዩ ገና ኣብቲ ሪጀክሽን ብሎክ ከይበፅሐ ንላዕሊ ሰቢርዎ እዩ ኤክስተርናል ኩ ሰቢሩ እዩ ማርኬት ኣብ ዩኤስ 500 ንላዕሊ ምውፃእ ጀሚሩ እዩ ሶ ካብዚ ክሳብ ኣብዚ ተዘርጊሕና ናብ ዲስካውንት ማርኬት ክመፀልና ምፅባይ ጥራይ ስራሕናትና ኦኬ ደን ዋት ደን ድሕሪኡ ኣብዚ ከባቢ እዚ እንተ ወሪድኩም ተሪኢኹሞ ኢንቨርጂን ፌርማሊ ጋብ ኣለና እዩ ለሰይ ዋን ኣወር ተኸድና ማለት እዩ ወዝ ኣብዚ ከባቢ እዚ እዚ ኢንቨርጂን ፌርቫሊ ጋብ ኣለና እዩ ኢንቨርጂን ፌርቫሊ ጋብ ናትና ምስ ኢኩሊብረም ዝተተሓሓዘ እዩ ባት እሱ ጥራይ ኣይኮነ እቲ ክእትወኒ ዝገበረኒ ምክንያት ንዓይ ማርኬት ንታሓቲ እንተ ተወሪዱ ልኩይቲ ኣብዚ ከባቢ ዘለና እዩ ከብ ትሪእዎ ዘለኹም ሂር ኣብዚ ልኩት ኣለና እዩ ኣብዚ እውን ልኩት ኣለና እዩ ኣብ ግምት ክንእትዎ ዘለና ነገራት እዮም ንሳቶም እውን ሂር ከምዛ ንገብሮ ኢና ቁሩብ ርስሐ ኢልኩም ኣሎ ምስለኒ ክነፅርዮ ኣለና ሂር ሶ ደን ልኩዲቲ ኣለና ኣብዚ ማለት እዩ ሶ ደን ማርኬት ሊኩድ ተወሲዱ ንላዕሊ ክወፅእ ይኽእል እዩ ዋይ ቢካዝ ማርኬት ሊኩድ እዩ ዘንቀሳቕሶ ኦኬ ሊኩድ ጥራይ ኣይኮነ ዝወስድ ዘሎ ማርኬት ኦቨርኦል ግን ንላዕሊ እዩ ዝኸይድ ዘሎ ማርኬት ማርኬት ካብዚ እቲ ስትራክቸር ናቱ ንላዕሊ እዩ ዘሎ ስፔሻል ኣብዚ ፅቡቅ ስትራክቸር ተኸቲሉ ይኸይዱ ፅቡቅ ፕራይስ ኣክሽን ንላዕሊ ይወፅእ ኣሎ ሶ ፊል ዘይተገብረ ዞናት ኣለዎ ኦር ኤክስተርናል ሊኩዊድ ተወሲዱ እዩ ሂር ማርኬት ኤክስተርናል ሊኩዊድ ተወሲዱ ደን ናብ ዲስካውንት ክወርድ ኣለዎ ተሳተፍቲ ክርከቡ ተኮይኑ ማለት ሶ ደን ኤክስተርናል ሊኩዊድ ተወሲዱና እዩ ቺዝ ኣብዚ ማለት እዩ ንድሕሪ ንታሕቲ ክወርድ ነይሩ ንታሕቲ ክወርድ ይኽእል እዩ ለሰይ ኣብዚ ከባቢ ዝከኣቱ ትኽእል ኢኻ ኩ ግን ዳስ ናት ደ ወይ ኢንስቲቱሽን ስትሬት ዝገብርሉ ላይክ መራፂ ክትከውን ኣለካ ትማሊ ሶኒ ትሬድ ኣይገበርኩን ሙሉ መዓልቲ ቪድዮ ናይ ሚልቶቶ ቻነል ናትና ክሰርሑ ኢለ እቲ ናትና ካልኣይ ቻነል ማለት እዩ ን ካልኦት ኮንተንት ሰሪሐ ተምሃሮ ነሮም ንዝተሓገዙ ካልእ ነገራት ክሰርሑ ኢለ ቢካዝ ዝኾነ ኣይተረኣየንን ሶ ሎሚ ኣለርት ገይረ ነረ ኣላርም ገይረ ነረ ኣብዚ ከባቢ እዚ ፖይንት ኦፍ ኢንተረስት ናተይ ሰደሎም ናትና ተምሃሮ ን ምርጫ ሂቦም ኩሉ ነገር ተወዲኡ ናትና ቲም ወዲኦሞ ማለት እዩ ደን ኣለርት ምስ ገበረ መፅዮ ፍርቂ ሰዓት ኣይወሰደትለይ ነታ ኢንትሪ ንክረኽባ ማለት እዩ ደን ብኸመይ ኢኻ ኢንትሪ ክትረክብ ክኢልካ ኦኬ ሶ let me show you guys ኣብ ናስዳክ ስእሊ ናትና እዩ ዘሎ ማርኬት ልኩዲቲ ነዚ ተወሲድልና እሞ ከዓ ብሓይሊ ከዓ እንትሪኦ ዘለኹም ንላዕሊ ሪጀክት ክግበር ቀን እዩ ብታሕቲ ናይ ምስባር ድሌት ከም ዘይብሉ ምልክት ከርእየና ቀን እዩ ሶ ክልተ ነገር እዩ ሓደ ነዚኣ ኣብዚኣ ወርቃዊት ዘላ መስመር እንተሰቢርለይ ኣድህቦ ክህቦ እየ ንማርኬት መፅኦ ቸክ ክገብር እየ ኣለርት ምግባር ጥራይ ኣላርም የገረ ማለት እዩ ደን ካልእ ነዚኣ ታሕተወይቲ እዚኣ ተሰቢርለይ እካ ማለት እዩ ደን ከመይ ኢካ ትሰርሕ ላይክ ዋው ደን ክልተ ዓይነት ፖይንት ኦፍ ኢንተረስት ኣይኮነካ እንዶ ሜሊ ክትብሉ ትኽእሉ እዮም ዳስ ራይት ዳስ ራይት ሪላክስ ሎክ ፖይንት ኦፍ ኢንተረስት ማለት ማርኬት ንነፍሲ ወከፍ ሉኪዲቲ ንነፍሲ ወከፍ ኢምባላንስ ምስተንከፈ ግብረ መልሲ ክበካ እዩ ለሰይ ፖይንት ኦፍ ኢንተረስት ናትና ሕጂ ፖይንት ኦፍ ኢንተረስት ናተይ እዚ ኣሎ ኦኬ ኣይ ቲንክ ሓደ ቁሩብ ክንቀይረሉ ኢና ከምዚ ክንገብሮ ኢና ፖይንት ኦፍ ኢንተረስት ናተይ እዚ ኣሎ እዚ እውን ቃልቦ ናትኩም ከይስሕበልኩም ጋይስ ሂር ሕጂ ፖይንት ኦፍ ኢንተረስት ናተይ እዚ ወርቃዊ መስመር ገርና ዘለና እዩ ካልኣይ ፖይንት ኦፍ ኢንተረስት ናተይ ከዓ ኣብዚ ክንገብሮ ኢና ሳልሳይ ፖይንት ኦፍ ኢንተረስት ክቐምጥ ይኽእል እዩ ኣበይ ለሰይ ኣብዚ ማእኸል እውን ክገብሮ ይኽእል እዩ ደን ሕጂ እንታይ ኢኻ ትሓስብ ዘይብልካ ፖይንት ኦፍ ኢንተረስት ማርኬት መፂልካ ማለት ትሬድ ትገብር ኢኻ ማለት ኣይኮነን ፖይንት ኦፍ ኢንተረስት መፂልካ ማለት ንስኻ ንማርኬት ኣድህቦ ትህቦ ማለት ናብ ቻርት ትመፅእ ኮምፒውተራት ናትካ ሬዲ ትገብር ኤምቲ ፋይቭ ናትካ ከፊትካ ትዳሎ ሪስክ ማናጅመንት ናትካ ምስራሕ ኢኻ ትኣቱ ዳኣ እምበሪ መፂኻ ባይ ትገብር ማለት ኣይኮነን ሶ ኣነ ኖርማሊ ፖይንት ኦፍ ኢንተረስት ናተይ ይቐምጥ ፖይንት ኦፍ ኢንተረስት ማለት ከዓ ማርኬት ምስ ተንከፈ ዝኾነ ልኩይቲ ማለት እዩ ኦር ዝኾነ ፒዲኣሪ ምስ ተንከፈ ግብረ መልሲ ከም ዝህበካ ኢኻ ርግፀኛ ትኸውን ዳኣ እምበር መእተዊ ትረክብ ኢኻ ማለት ኣይኮነን ሰለሰይ ከምዚ ኢሉ ማርኬት ፖይንት ኦፍ ኢንተረስት ምስ ተንከፈልካ ኦኬ ደን ሕጂ ማርኬት ናብቲ ደልዮ ዘለኹ ማእዝን ግብረ መልሲ ክህብ ይኽእል እዩ ሶ ክመፅእ ኣለ እንተዘይኮይኑ ስክሪን ወሊዕካ ምሉ መዓልቲ ኮፍ ኢልካ ኣይትውዕልን ኢኻ ወይ መጽሓፍ ከተንብቡ ኣለኩም ምስ ፋሚሊ ግዜ ክትሕልፉ ኣለኩም እንጆይ ክትገብሩ ኣለኩም ከም ናተይ ዝተፈላለየ ንዓይ ሆቢ እንተሃሊኩም ሆቢ ናትኩም ከተራምዱ ኣለኩም ማለት እዩ ከተካይዱ ኣለኩም ሶሪ ኣምሓርኛ ሶሪ ሶ ከምኡ ኢኹም ክትገብሩ ዘለኩም ማለት እዩ ንኣብነት ናብዚ ፖይንት ኦፍ ኢንተረስት ዘመፅለይ ማርኬት ኣብዚ ምስተንከፈ ግብረ መልሲ ከም ዝህብ እየ ዝፈልጥ በር መእተዊ ከም ዝረክብ ኣይፈልጥን እየን መእተዊ ናተይ ሩሱ ዝካለ እዩ ደን ምእተዊ ናተይ ከዓ ኣብ ታሕቲ ወሪድና ክሪኦኩም እየ ለሰይ መፂኡ ኣብዚ ግብረ መልሲ ክህብ ምዃኑ ጥራይ ዝፈልጥ ግብረ መልሲ ከይሃበ እንተ እንተ ሓቲ ናብዚ ታሕተዋይ ፖይንት ኦፍ ኢንተርት ተመፅኡ ደን ናብዚ ምስ መፀ ከዓ ይፅበዮስ ክሳብ ቫዮሌትድ ዝገብሮ ወይ ከዓ እንታይ ዝበሃል ክሳብ ዝጥሕሶ ክሳብ ትክክለኛ ከምዘይኮነ ዘርእየኒ ን ኣብዚ ምስ መፀለይ ኣብዚ መፅኡ እንተ ማርኬት ስትራክቸር ሽፍት ይብል ንኣብነት ማርኬት ማእዝኑ ተቐይርለይ ኦኬ ተናጂ ክኣቱ ክእል እዩ ሲ ዳስ ዳስ ደ ሰክሬት ማለት እዩ ሕጂ ክኣቱ ክእል እዩ

ካብቲ ናይ ዝሓለፈ ፈንድድ ዝኾን ናይ ኣካውንትስ ማለት እዩ ደን ሎግ ጌርና ኣለና ሎግ ከማን ኣይገበርኩን ዝሓለፈ ዝተወሰነ ፐርሰንት ከሲረ እየ ኣትና ተማሃሮ ሸር ገረም ነረ ብርግፅ ባት ዝተወሰነ ፐርሰንት ከሲረ እየ ካብቲ ሰሪሐ ዝነበርኩ መክስብ ባት ስቲል ያ ስክሬዚ ስክሬዚ ዝኾነ ገንዘብ ክንሰርሕ ኢና ማለት እዩ ናይን ጁላይ ዕለት ትሽዓተ ፔኣውት ኣለኒ ኣይሆፕ ሶ ኣብዴት ክገብረኩም ጋይዝ ሶ ደን ሕጂ ትሬድ ክንገብር ንኽእል ኢና ንኣብነት ነዚኣ ናይ ሎሚ ዳእተናያ ምክንያት ከሪኦኩም እዩ መጀመርያ ማርኬት ነዛ ወርቃዊት ዘላ መስመር ክሰብረለይ ክኢሉ ሓቂ ዶ ካልእ ነዚኣ እውን ክሰብረለይ ክኢሎ ማርኬት ነዚኣ ካልእቲ ኢንተርናተይ ሕጂ ክልቲኤ ናተይ ፖይንት ኦፍ ኢንተረስት እየን ኢልኩም ሰድወን እዛ ወርቃዊት መስመር ፖይንት ኦፍ ኢንተረስት እያ እዚኣ እውን ሕብሪ ክንቀይራ ኢና ፍልጥቲ ንክትከውን እዚኣ እውን ፖይንት ኦፍ ኢንተረስት ናተ እያ ካይንድ ኦፍ ፐርፕል ኦኬ ሶ ፖይንት ኦፍ ኢንተረስት ናተይ ተሪኢኹሞ ሊኩዲቲ ወይ ነዚአን ሊኩዲቲ እዚኣተን ክልቲአን ምስ ወሰደን እዩ ዋን ወይ ከዓ ተሓቲ ተወሪድልና ኣብዚ ከባቢ ተወሪድልና ከዓ ባይ ክንገብር ኢና ክሳብ ኣብኡ ንታሕቲ ክወርድ ከም ዝኽእል ኢና ፕሬዲክት ገርናዮ ዘለና So ሕጂ ፖይንት ኦፍ ኢንተረስት ናትና ረኺብና ኣለና ኢንትር ናተይ ከመይ ከም ዝረኸብኩ ክሪኦኩም እዩ ማርኬት ኣብ ፖይንት ኦፍ ኢንተረስት ናተይ መፅኢለይ ኣሎ ኢንትር ከመይ ኢና ክንረክብ እዩ ዋላ እኳ ዝተፈላለየ ታይም ፍሬም እንዳወረድኩ ኣብቲ ላይፍ ኮንካ ስለ ትሪኦ እቲ ማርኬት ግብረ መልሲ ዝህበካ ኣብ ሳም ፖይንት ነቲ ማርኬት ፊል ትገብሮ ኢኻ ሆነስትሊ ከምዚ ንዓኻትኩም ዝገልፀልኩም ዘሎ ከምዚ ዓይነት መስመር ገይረ ከምዚ ገይረ መስመር ኣይኮነን ጀስት ንማርኬት ተሪኦዮ ጥራይ ኣይ ፊል ኢት ፊል ገብሮ እየ እንተ ሃዋሁ ዘሎ ጂኦ ፖለቲካል ሃዋሁ ፋንዳሜንታል እንታይ እዩ ዝጋጥም ዘሎ ኣብቲ ናይ ዩኤስ ማርኬት ኣብ ስቶክ ማርኬት እውን እቲ ኢንፎርሜሽን ተሃሊካ ማርኬት እንታይ ከም ዝኸውን ናይ ናይ ልኩይቲ ከጥቅዕ ደልዩ ክትርድኦ ትጀምር ኢኻ ግን እዚ ካብ ተመክሮ ዝመፅእ እዩ ንሕጂ ንዓኻትኩም ኣገዳሲ ይኮነ ሕጂ ቴክኒካሊ ፋንዳሜንታል ኣሜሪካ ማርኬት ተንብቡ ኢኹም ትመሃሩ ዘለኹም ኦር ትሬደራት ትኾንኩም ከዓ ዝተወሰነ ብዙሕ ግዜ ምስ ፋንዳሜንታል ምስ ቴክኒካል ፓርት ኣብ ትሬዲንግ ቪዩ እንተ ግዜ ተሕሊፍኩም ዩ ገነ ፊል ኢት ብዙሕ ነገራት ኣሎ ኣነ ብቃላት ይትረፍዶ ብትግርኛ ማለት እዩ ብኣደኖ ኣደኖ ክገልፆ ዘይክእል ኣሎ ኣብ ትሬዲንግ ኣንደርስታንድ ዝገብሮ ኦር ዝሪኦ ኦር ንክኣቱ ዝገብረኒ ማለት እዩ ንምንታይ ተልኩም ስቢን ላይክ ስክሬዚ ዓመታት ናብ ሸውዓይ ዓመት ኢና ንኸይድ ዘለና ብዛዕባ ትሬዲንግ ካብ ድጅንብር ጥራይ ማለት እዩ ሸርሸይ ዓመት ንኸይድ ኣለና ኣብ ኣፍሪቃ ብኔዘርላንድ ካብ ዝመፅእ ጥራይ ስቢን ክልተ ዓመት ኮይኑ ኣሎ ኣጂ ዳስ ዋይ ዩ ገነ ፊል ኢት ፊል ክትገብሮ ትጅምር ኢኻ ንሕጂ ግን ናብ ፖይንት ኦፍ ኢንተረስት መፂና ኣለና ናብ ኢንተረስት ወርድ ኢና ማለት እዩ ሶ ለስ ንኣብነት 5 ሚኒት ክኸይደ ኣብዚ ኣለኒ ማርኬት ወሪዱ ልኩት ወሲድለይ እዛ ጎልድ ን እዛ ፐርፕል መስመር ክልቲኤን እዚኦ ጥራይ ሕዝወን ናብ ሓምሽተ ደቂ ክወርድ ኢና ሓምሽተ ደቂ ምስ ወረድና ልክ ሕጂ ኣብዚ ኣሎ ሪኦ ሓምሽተ ደቂ ምስ ወረድና ኣብ ለሰይ ንኣብነት ነዛ ማርኬት እዚኣ ክንኣትዋ ዝገበረና ነገር እንተሃልዩ እቲ ማርኬት ስትራክቸር ሽፍት ምርኣይና እዩ ማርኬት ስትራክቸር ሽፍት ምርኣይና እዩ ማለት እዩ ሕጂ ማርኬት ስትራክቸር ሽፍት ምርኣይና ጥራይ ኣይኮነን እሱ ጥራይ ኣይኮነን ሕጂ መጀመርያ ማርኬት ኣድህቦ ክገብረላ ጀንበርኩ ነዛ ወርቃዊት መስመር ናተይ ነዚኣ ምስ ሰበራ እዩ ምስ ተንከፋ ኣላርም ጌናትለይ መፅየ ክሪኣ ጀሚራ ማለት እዩ ኦኬ ደን ክሪኣ ምስ ጀንበርኩ ከዓ መጀመርያ ነዚኣ ርእዋ ሕጂ እዚኣ ካን እዚኣ ትርእዋ ኣለኹም እዚኣ እስ ሪጀክሽን ማርኬት እንታይ ገይሩ ወሪዱ ሊኩዲቲ ነዛ ወርቃዊት ወሲድዋ ሪጀክት ገይሩ ንላዕሊ ይምለስ ኣሎ ናበይ ንላዕሊ ዝምለስ ዘሎ ኣብ ብ5 ሚኒት ዘይክንፅረልኩም ይኽእል እዩ ናብ 1 ሚኒት ወሪዳ ክሪኦኩም እዩ It's here. ናብ ዝኾነ ይኮነ ዝኸይ ዘሎ ናብዚ ሕጂ ነዛ ወርቃዊት መስመር ናተይ ለኩ ነዛ ወርቃዊት መስመር ናተይ ኣይተንከፋ ንላዕሊ ወፅዩ ሂር ንላዕሊ ወፅዩ ንታሓት ወሪዱ ነታ ወርቃዊት መስመር ናተይ ወይ ከዓ ነዛ ኣብዚኣ ዘላ ሊኩዲቲ ስ ሴል ሳይድ ሊኩዲቲ ባት ንትምህርቲ ንክቐለልና ንኩሉ ሰብ ኣብ ግምት እተይ ስለዛረብ ዘለኹ እዩ እዛ ሴል ሳይድ ሊኩዲቲ ናትና እዚኣ ምስ ወሰዳ ንላዕሊ ወፅዩ ዋይ ንላዕሊ ወፂኡ ቢካዝ ዊ ሃቭ ኣንባላንስድ ዝኾነ ቦታ ኣብዚ ኣለና ወፂኡ 50 ፐርሰንት ተርኪፍልና ንምንታይ ዘይኣተኻ ንምንታይ ከኣቱ ምክንያቱ ንላዕሊ ዝወፀሉ ዘሎ ምክንያት ኮ ነዚ 50 ፐርሰንት ባላንስ ንክገብር እምበር ማርኬት ስትራክቸር ሽፍታ ይረኣየኒ ዘሎ ብዚ ዳስ ራይት ራይት ሶ ወሪዱ ማርኬት ነዚኣ ልኩት እዚኣ ወሲድዋ ወሪዱ ሂር ፌል ገይሩ ኣብዚኣ ማለት እዩ ንላዕሊ ወፅዩ ንላዕሊ ነዚኣ ተዝሰብረለይ ነይሩ ፌል ገይሩ ፌለር ስዊንግ ተንከኣቱ ምኽኣልኩ ነይረ ባት ኣይሰበረለይን ሶይሲ እዛ ሪጀክሽን ብሎክ ነዚኣ እዚኣ ኣኽቢርዋ ታሕቲ ወሪዱ ንታሕቲ ነታ ፐርፕል ከለር ናትና እዛ ኣልኮላዊት መስመር ናትና ልኩት ወሲድዋ ልኩት ምስ ወሰደ ስ ላዕሊ ወፅኡ ሽፍት ገይሩ ዩ ማርኬት ስትራክቸር ሽፍት ሂብና ዩ እዚ ወፅኡ ንላዕሊ ካብ ላዕሊ ወሪዱ ወፅኡ ንላዕሊ ሽፍት ኣይሃበናን ሰው ቁልሓሊ ንገብር ኢና ንታሓት ወሪዱ ሂር ሕጂ ግን ኣብዚኣ ሽፍት ሂብና እዚኣ ዋን ሚኒት ስለ ዝነበረት ኣብዚኣ ይኣተኹም ኣውቶማቲካሊ ቀልጢፋ ገዲፋት ንኸይዳ ማለት እዩ እዚኣ ኣብዚኣ ፌር ቫሊ ጋፕ ንክትገብር ቁሩብ ተፀበያ ነይረ ኦር ነዛ ኣብዚኣ ዘላ ኢንቨርጅን ፌር ቫሊ ጋፕ ንክትክፈለይ ነዚኣ ማለት እዩ ኣይ ተንክፈትለይ ንላዕሊ ከይዳ ሓሙሽተ ደቂቅ ከይደም ስረኣኽዋ ግን ወዝ ኣሜዚንግ እንደን ፅብቕቲ እያ ነይራ ስለዚ ደን ድሕሪኡ እየ ኣብ 5 ሚኒት ወሪድና ሽዑ ኣብ 1 ሚኒት ወሪድና ነዚኣ ስእሊ ናብ ናትና ቲም ዝለኣክዋ ነዚኣ ማለት እዩ ሲዲስ ነዚኣ ልኢኸሎም ደን እዚኣ ዲስ ዋን ኢዝ ፕሮፖሌሽን ኦርደር ብሎክ እያ ዝበሃል እዛ ብዚኣ ትሪባ ዘለኹም ፀላም ካንድል ምክንያት መእተዊ ናትና እውን ንሳያ ነይራ ካብ ሽፍት ካብ ማርኬት ስትራክቸር ሽፍት ወፃኣ ማለት እዩ ባት ኦቨርኦል ማርኬት ስትራክቸር ሽፍት ኣብ ፖይንት ኦፍ ኢንተረስት ናትካ እንተ እቲ ይህበካ ሃልዩ እቲ ሃይ ፕሮባብሊቲ ዘለዎ ኢንትሪ እሱ ጥራይ ኣይኮነን ናስዳቅ ኢና ትሬድ ንገብር ዘለና ናስዳቅ ከዓ ንላዕሊ ዝወፅእ ዓይነት ማርኬት እዩ ሶ በዚ መልክዕ በዚ ምክንያት ትሬድ ገርና ነርና ማለት እዩ ወፅ ኣሜዚንግ ምስ ዩኤስ 500 እውን ኣነፃፂርና ማለት እዩ ብሓፂሩ ምክንያት ምእተው ናተይ እዚ መስል ነይሩ ፉል ክሳብ ኣብዚ ከባቢ ቴስዓ ሰማንያ ፐርሰንት ዝኸውን ሆልድ ገሬ እዩ ዕስራ ፐርሰንት ኣብ ላዕሊ ዋንት ፍሪ ወፂና ማለት እዩ ሶ ነጥቢ ነጥቢ ክበኩም እየ ኦኬ ክልተ ነገራት እዩ ብዙሓት ኣባላት ናትና ቪድዮ ትሰርሓልና ኣለካ ጠፊእካ ኢልኩምኒ ዳስ ራይት ሓቆም ኢኹም ከም ቅድሚ ሕጂ ዝሰርሖ ዝነበርኩ ይኮንኩ ዘለኹ ኣብቲ ትትረይዱስ ኣብ ሚሊ ቶቶ ዝብል ዩቲብ ቻነል ናትና ንሎንግ ተርም ኦረዲ ሕጂ ብዙሓት ትሬደራት ካብቶም ናትና ኮሚኒቲ ይፈርዩ ስለ ዘለዉ ንሎንግ ተርም ገንዘብ ካብ ትሬዲንግ ዝሰርሕዎ ገንዘብ ናበይ ከፍርዎ ከም ዘለዎ ወይ ከዓ ኣበይ ከቐምጥዎ ከም ዘለዎም ኣብ ባንክ ዘይኮነስ ኣበይ ክእትዎ ኣለዎም ናበይ ትራንስፈር ገብርዎ ኣለዎም ዝብል ትምህርቲ ንምስራሕ ኣብ ሚሊ ቶቶ ይሰራሕ ኣለኹ ኣብዚ ገድፎ ማለት ኣይኮነን ምክንያቱ ኣብዚ ቻነል እዚ ብዛዕባ ትሬኒንግ ጥራይ ከይተ ላይክ ዝኾነ ኣቓልቦኹም ከይተሰሓብኩም ብዛዕባ ትሬዲንግ ክትመሃሩ ስለ ዝደሊ ብዛዕባ ትሬዲንግ ጥራይ ኣብዚ ዝሰርሕ ማለት እዩ ካልእ እቲ ካልኣይ ምክንያት እስ ካፒታል ናተይ ምዕባዩ እዩ ሕጂ ናይ ላይፍ ኣካውንት ን ፈንድድ ኣካውንት ነይርኒ እዩ ሸር ገይረኩም እየ ባት ምዚ ሕጂ ሓድሽ ጌን ገርናዮ ዘለና ካፒታል ከዓ ካልእ እዩ ብዛዕባ ፔይ ኣውት ስራሓልና ዝበልኩምኒ ኣባላት ናትና እውን ኣለኹም ኢኹም ዳስ ራይት ብዛዕባ ፔይ ኣውት ናተይ ኣይ ሆፕ ሶ ኦኬ ኣይ ሆፕ ሶ ኣብ ዝኾነ ግዜ ትራንስፓረንት ብዝኾነ መልክዑ ክሉ ፔይ ኣውት ሰርቲፊኬታት ናተይ ቀሪኦኩም ማለት እዩ ኦር ናይ ፔይ ኣውት ደውፃኽዎ ገንዘብ ገለ ድእተኽዎ ገንዘብ ከሪኦኩም ባት ኣብ ኤውሮጳ ኦር ኣብ ኔዘርላንድ ክሳብ ዝሃለኹ ግን ኣረንቲንግ ሶ the reason is um, AFM ዝበሃሉ ሕጊ ኣሎ ወይ ከዓ ከምዚ ኢንስቲቱሽን ኣለዎ ኣብዚ ዓዲ ትካላት ኣለዉ ከምዚ ገንዘብ ከምዚ የእቲ ኢልካ ንክትዛረብ ጥራይ ሃይ ከቢድ ቀዳማይ ነገር ን ካልኣይ ነገር ቶቶ ትሬድስ ኣብ ኔዘርላንድ ላይሰንስ ድዩ ቶቶ ትሬድስ ላይሰንስ ድዩ ክብለኩም ከለኩ ሕጂ እቲ ሕጋዊ እዩ እቲ ትሬድስ መንግስቲ ናይ ኔዘርላንድ ዝፈልጦ ካምፓኒ እዩ ከም ትሬደር ፈልጠኒ እዩ ኣታው ናተይ ክሳብ 42 ፐርሰንት ዝኸውን ታክሲ ይኸፍል እዩ ኦኬ 42 ፐርሰንት ቤተቨይ ካልኦት ነገራት ሓዊስካ እቶም ቢዝነስ ዝሰርሑ ኔዘርላንድ ይፈልጥዎ እዮም ማለት እዩ ሰው ሕጂ እንታይ ኣሎ ሪፖርት ትገብር ኢኻ ዓመታዊ ሪፖርት ትገብር ኣታዊ ናትካ እንተ ኣብ ሶሻል ሜድያ ናተይ ኣታዊ ክንዲዚ ኣትየ ክንዲዚ እትየ ክንዲዚ እትየ ክትብል ተፀኒሕኻ ኦኬ ሕጂ ኣብ ሶሻል ሜድያ ዘርእየኩም ከ ኣንሪላይዝድ ፕሮፊት ዝበሃሉ ኣንሪላይዝድ ፕሮፊት ማለት ለሰይ ናብ ሕጂ ገዚእኻ ኣለኻ ማርኬት ዝኾነ ነገር ገዚእኻ ኣለኻ ገዚእኻ ፕሮፊት እንተ ሰላሳ ሽሕ ዝረእ ተሃልዩ እንተ ቴክ ፕሮፊት ሃሪምልካ ተዘይወፂእኻ ናትካ ገንዘብ እዩ ማለት ኣይኮነን ነው ዳስ ኣብ ትሬዲንግ ከዓ ብጌጋ ሪፖርት ክትገብር እዛ ክንዲዚ ኣታዊ ገይሩ ኣለኹ ዓመታዊ ኢልካ ሪፖርት ምስ ትገብር ምኻ ብዝተፈላለየ መንገዲ ከጥቅዑካ ስለ ዝኽእሉ ናትካ ኣታዊ ከምዚ ኢልካ ኣይዝረብን ኣብ ኔዘርላንድ ብምንታይ ክነግረኩም ዝኽእል ብዙሕ ለውጥታት ኩሉ እዩ ወራዲ ዕውት ትሬደር ንኸውን ከም ዘለና ኮሚኒቲናት ናይ ዓቢ ከም ዘሎ ንምርኣይ ዝተፈላለዩ ሰራሕተኛታት ክንቆፅር ንኽእል ኢና ዝተፈላለዩ ሞያ ዘለዎም ሰባት ክንሓግዝ ንኽእል ኢና ዝተፈላለዩ ፅጉማት ክንሓግዝ ኢና ዝተፈላለዩ መንእሰያት ናቶም ዕላማ ግህብ ንክኸውን ክንሓግዝ ኢና ናትና ኮሚኒቲ ባዕላቶም ካብ ናተይ ተማሂሮም ዝኸስቡ ትሬደራት ክበዝሑ እዮም ማለት እዩ then በዚ ጥራይ ናተይ ዓወት ክረእየለይ ኦር ናተይ ኣታዊ ክረእየለይ እምበር I'm not gonna share you ኣብ ኔዘርላንድ ክሳብ ዝሃለኹ and ወረቓቕቲ ናተይ እውን ዜግነት ናይ ኔዘርላንድ ክሕዝ ኣለኒ ኣብዚ ቀረባ እዋን ክሕዝ እየ I hope so so ሕጂ ምስ ከምዚ ሸር ዝገብረኩም ኣይከውን እዩ ማለት እዩ ካልእ ናይ 2026 ናይ ዝነበረና ውሑድ ናይ ሰላሳ ዝኸውን ናይ ሜንቶርሽፕ ቦታታት መሊኡ እዩ ናይ 227 ናብ ዝቐረባ እዋን ናይ ሜንቶርሽፕ ክላሳት ክንጅምር ኢና ውጭ እዚ ንሓደ ዓመት ዝኸይድ ፉል ፓኬጅ ዝኾነ ክላሳት ክንጅምር ኢና ብዙሓት ሰባት ቴሌፎን ያ ሚእቲ ሚእትን ሓምሳን ዝኸውን ዘይተመለሰ መሰጅ ከም ዘሎ ርዳእኒ እዩ but the reason is to trade ውሑዳት ሰባት ኢና ንምህር እቲ ናተይ ግዜ እውን ብጣዕሚ ፀቢብ ስለ ዝኾነ ኣይ ሆፕ ሶ ክላስ ኣብ ጀምርና ኣለካ ኣብዴት ዝገብረኩም ካውን ማለት እዩ ጋይስ ሶ ስለ ምክትታልኩም ኣመስግን ተስፋ ኣለኒ ዝተወሰነ ንግዜኹም ክምጥን ዝኽእል ትምህርቲ ረኪብኩም ክትኮኑ ጋይስ and never never and never ever give up guys that's it uh, just just just ተስፋ ዝበሃል ነገር ከይትቆርፁ ተማሊ ሰንበት ናትና um, ተማሃሮ ምሳይ ላይፍ uh, ነይርዎም መደብ ነርና ማለት እዩ ካብ ናተይ ፈንድድ ኣካውንት ላይፍ ንፔይ ኣውት ኢለ ቀሚጥ ዝነበርኩ ገንዘብ 17 ሽሕ ከሲሮም ሓንቲ ትሬድ ማለት እዩ እንደ ሼር ገርዮም ነይረ ንምንታይ ኣብ ሼር ገርዮም ተልኩምኒ ምክንያቱ 220 ኣብ ኢትዮጵያ ቤት ትምህርቲ ነርኒ ትምህርቲ ኣብ ዝምህረሉ ዝነበርኩ እዋን እታ ዝምህረላ ዝነበርኩ ገዛ ዝነበረ ኦፊሳት ማለት እዩ ንካልእ ሰብ ተሸይጡ ገዛ ክራይ ዕፅፊ ብምግባር ወይ ክትወፅእ ኣለካ ወይ ገዛ ክራይ ዕፅፊ ክንገብረልካ ኢና ኢሎምኒ ብግዴታ ዕፅፊ ገዛ ክራይ ይኸፍል ነይረ እዚ ዘምፅኦ ከዓ ካብቲ ናተይ ኣታዊ ንላዕሊ ማለት እዩ ገዛ ክራይ ወርሓዊ ይኸፍል ነይረ ምክንያቱ ብፊዚካል ዝኾነ ቤት ትምህርቲ እዩ ነርኒ ፊዚካል ዝኾነ ቤት ትምህርቲ ከዓ ካብቲ ቦታ ተለቂካ እቶም ዓማዊል ናትካ ክረኽቡካ ዘይክእሉ ፍሉጥ እዩ ሶ ኣይ ሃቭ ቱ ፐይ ተምሃሮኣተይ ክበዝሑ እዮም ካብ ዝብል ናብዚ ሕጂ እዋን ኮይኑ ክሪኦ ከለኹ ዓሰርተ ሸውዓተ ሸሕ ብሓደ ትሬድ ምኽሳር ዝኽእል ተኾን ኦር ይኽእል ተሃልየ ክንደይ ክእቱ ከም ዝኽእል ክትግምትዎ ትኽእሉ ኢኹም ባት 17000 ብዙሕ ኮይኑ ኣይኮነን ባት ኣብዚ ሕጂ እዋን ነቲ ኦፊስ ንሱ ክገዝኦ ይኽእል እዩ ኣብቲ ሽዑ እዋን ተተሓቱ ነርኩም ግን ወዲ ሰብ 17000 ገንዘብ ኣብ ሂወቱ ሙሉእ እውን ክሰርሕ ከም ዝኽእል ርእሰይ ይኣምን ኣይነበረን

ባት ከይተቋርፁ ክትደኽሙ ትኽእሉ እዮም ክተዕርፉ ትኽእሉ ኢኹም ክትወድቁ ትኽእሉ ኢኹም እትስ ኦኬ ባት ከይተቋርፁ ማለት እዩ ሶ ታንክ ዩ ጋይስ ኣይ ሆፕ ሶ ቀረባ እዋን ካልእ ቪድዮ ኦር ብካልእ ቪድዮ ክንራኸብ ማለት እዩ ታንክ ዩ ወይ ክሰርሓልኩም ትደልይዎ ዓይነት ትምህር እንተሃልዩ ቪድዮታት ከዓ ኣብ ታሕቲ ግደፉለይ ከምዚ ናይ ሎሚ ግዜ ክረክብ ከለኹ ኦር ቀልጢፈ ትሬድ ክውድእ ከለኹ ሪካርድ ክገብረልኩም እዩ ማለት እዩ